ኣነ ዘሕዝነካ ኣብ ስደት ነዛ ተሰኪምካያ ዘለኻ ነብሲ ዘይሓገዝካ ብጥዕና ብዕረፍቲ ብኹሉ ነገር ንስድራ ቤት ክሕግዙ 24 ሰዓት ድፍእ ዝበሉ እሞ ኣብ መወዳእታ ሂወቶም ዝሰኣኑ ፈልጥ
ብዓይኒ ሓቂ እተርእናዮ ከዓ እኮ እቶም ንፈትዎም ክንህልወሎም እንተኾንና ንሕና ቅድም ነብስና ክንፈቱ ኣለና ነብስኻ ፈቲኻስ ጥዑይ ክትበልዕ ኣለካ ነብስኻ ፈቲኻስ ስሩዕ ኤክሰርሳይዝ ክትገብር ኣለካ ነብስኻ ፈቲኻስ ዝግባኣካ ፍልጦን ዝግባኣካ ኢንቨስትመንት ኣብ ነብስኻ ክትገብር ኣለካ ንኩሉ ግዜ ክትህልዎ ኣሎ ማለት
ብዙም ሕሳብ እኮ ከምዛ ሰድያ እዚኣ ሕጂ ሰለል ሰለል ሰለል ዝብል ሰድያ ምሻሉ ሰለል ሰለል ትብል ኣብ ምንም ቦታ ግን ኣይትበፅሕን ኢኻ።
እስኪ ሕሰቦ ኣብ ነፋሪት ሓደጋ ምስ ዘጋጥም እቲ መምርሒ እንታይ ይብል? መጀመርያ ነታ ናይ ምስትንፋስ ማስክ ኣብ ነብስኻ ግጠማ፣ ብድሕሪኡ ድማ ንደቅኻ ወይ ነቲ ኣብ ከባቢኻ ዘሎ ሰብ ሓግዞ ይብል። ስለምንታይ? ምክንያቱ ንስኻ ምስትንፋስ እንተቆሪፅካ ንደቅኻ ከተድሕኖም ዓቕሚ ኣይክህልወካን እዩ። ሎሚ ንነብስኻ ኦ ነብሲ ሎማዓንቲ ኣይጥዕመንን እዩ ድሓር ክገብሮ እየ ፅባሕ ክገብሮ እየ ክትብል እንከለኻ ነታ መስትንፋስካ ትዕቅበልካ ማስክ ኢኻ ትድርብያ ዘለኻ እዚ ንስድራኻ ምሕጋዝ ኣይኮነን እዚ ንዓኻ ንዓታቶምን ብሓባር ንሓደጋ ምቅላዕ እዩ ነብስኻ ምፍታው ማለት መጀመርያ ምስትንፋስካ ኣረጋጊፅካ ብድሕሪኡ ድማ ንስድራኻ ሓደ ድሩዕ ሓይሊ ምዃን ማለት እዩ ናይ ሞባይልካ ባትሪ ናብ ሓደ ሚእታዊት ምስ ኮነት እንታይ ትገብራ መቸም ፈጺማ ጥፍእ ስለ ዘይንደሊ ቻርጅ ኢና ንገብራ ምሽ ሰብነትና ድማ ልክዕ ከምኡ እዩ ስፖርት ዘይምግባር ሕማቕ መግቢ ምምጋብ ዕረፍቲ ምስኣን ነቲ ናይ ህይወት ባትሪና ኢና ንውድኦ ዘለና ሞባይልካ እንተጠፍእትሲ ቻርጅ ትገብራ ህይወትካ ግን ሓንሳእ ምስ ጠፍእት እንታይ ትገብራ እቶም ንዕዖም እየ ነብር ዘለኹ እትብሎም ሰባት ባዶ ኢኻ ተትርፎም ዘለኻ ሎሚ ኣብ ነፍስኻ ስራሕ ስፖርት ግበር መግብኻ ተቆጻጽር እዚ ስስዕ ኣይኮነን እዚ ነቲ ባትሪ ናይ ህይወትካ ንስድራኻ ክትብል ቻርጅ ትገብሮ ከም ዘለኻ ምፍላጥ እዩ ሕሰቦ እሞ ድሕር ካብዛ ዘለኻያ ድሕሪ ዓሰርተ ዓመት ኣብ መመረቕታ ደቅኻ ወይ ኣብ ቃል ኪዳን ናይ የሕዋትካ ኣብይ ኣለኻ? ኣብቲ ኣዳራሽ ብህይወት ተረኺብካ ደቅኻ ከተመርቕ ድዩ ድሌትካ ወይስ ስድራኻ ብናፍቖት ዝጥምትዎ ባዶ ወንበር ክትከውን? ሎሚ ኣብ ጥዕና ኣእምሮኻን ኣካልካን እንተዘይሰሪሕካ ነቲ ናይ ጽባሕ መንበርካ ባዶ ትገብሮ ከም ዘለኻ ሕሰቦ። ጥዕና ኣእምሮኻ ምርሳዕ ማለት ነቲ ምስ ደቅኻ ክህልወካ ዝግብኦ ዝነበረ ናይ ጽባሕ ዝኽሪ ሎሚ ተቐትሎ ኣለኻ ማለት እዩ። ሎሚ ኣብ ነብስኻ ስራሕ ምኽንያቱ ጽባሕ ንጎ ስድራኻ ገንዘብካ ዘይኮንስ ንዓኻ እዮም ዝደልዩ። ሓደ ሰብ መኪኑ ኣብ ጋራጅ ከይኣተወት ሰርቪስ ከይገበረት ነዊሕ መንገዲ ክዝውራ እንድሕር ደልዩ እንታይ ትኸውን? ፍሬኖ ይበላሾ፣ ሞተር ድማ ይቃጸል። ንስኻ ኸ ነብስኻ ከም መኪና ከምዛ ህይወት ዘይብላ መኪና እኮ ኣይትካናኸናን ኢኻ ዘለኻ። ጽባሕ ንጎ ፍሬኖ ናይ ህይወት ከም ዝተበላሸወ ግን እቶም ንስኻ እትቐልቦም ዘለኻ ሰባት መን ከኣልዮም እዩ? ሎሚ ኣብ ነብስኻ ስራሕ፣ ስፖርት ግበር፣ መግብኻ ተቖጻጽር። እዚ ንነብስኻ ጥራይ ዘይኮነ ነቲ ስድራኻ ዝጓዓዙሉ መኪና ትሕድሶ ኣለኻ ማለት እዩ። ሰብነትካ ምስ ዝሕየል ጥራይ እዮም ስድራኻ እፎይ ኢሎም ዝሓድሩ። ኣነ እኮ ንነብሰይ ግዜ የብለይን ኢልካ ክትዛረብ እንከለኻ ጅግና ዝኾንካ ይስማዓካ ይኸውን። እዚ ግን ሓሶት እዩ። ሓቀኛ ጅግንነት ንነብስኻ ሓሊኻ ንስድራኻ ንነዊሕ ዓመታት ከም እትኸውን ሰብ ምዃን እዩ። ነብስኻ ምፍታው ሓጢኣት ኣይኮነን፣ ንስድራኻ ንነዊሕ እዋን ከም እትህሉ ምግባር እዩ። ሓይሊ ኣብቲ 24 ሰዓት ምስራሕ ዘይኮነስ ኣብቲ ነብሰይ ክሕልው ኣለኒ ኢልካ ንጥዕናኻ እትህቦ ዋጋ እዩ ዝፍለጥ። ሎሚ ኣብ ነብስኻ ክትሰርሕ ክትጅምር እንከለኻ ንሰባት ከተረድኦም ኣይትፈትን መግበይ እኮ ቸክ ክገብር ኣለኹ ሎ ካሎሪ ዝበልዕ ዘለኹ ስፖርት እውን እገብር ኣለኹ ኢልካ ንዓለም ክትነግር ኣየድልየካን እዩ ጥዕና ኣእምሮኻን ኣካልካን ንምሕላው እትገብሮ ቃልሲ ምስጢርካ ይኹን ሰባት ፅባሕ ውፅኢትካ ነቲ ዘይፃዕድ ሓይልኻ ነቲ ጥዑይ ኣእምሮኻ ነቲ ምስ ስድራኻ እትሕልፎ ዝተረጋግአ ህይወት ምስ ረኣዩ ጥራይ ክዛረቡ ፍቐደሎም ዓለም ብወረ ኣይኮነትን እትቕየር ብተግባር እያ ሎሚ ካብዚ ሕጂ ዘለኻዮ ሰዓት ጀሚርካ ብዛዕባ መስዋእትኻ ምዝራብ ደው ኣብል ኣብ ክንድኡ ነታ ሓንቲ ስጉምቲ ንጥዕናኻ ብጥንቃቕ ውሰዳ ኣብ ነብስኻ ስራሕ ስፖርት ግበር መ- መግብኻ ተቆጻጸር ኣብ ጥዕና ኣእምሮኻ ስራሕ ጽባሕ ንጎ ጥዑይ ሓላዊ ስድራ ኮንካ ንነዊሕ ዓመታት ምስ ነበርካ ስለምንታይ ሎሚ ንነብስኻ ክትፈቱ ከም ዝመረጽካ ኩሉ ሰብ ክርድኦ እዩ ነብስኻ ምፍታው ማለት ንስድራኻ ህይወት ምሃብ ማለት እዩ። ነብስኻ ምፍታው ማለት ንስድራኻ ጽባሕ ንግሆ ክትህልወሎም ምዃንካ ምርግጋጽ ማለት እዩ። ኣብ ትሕቲ ኣምላኽ ማለተይ እየ። የቐኔለይ